ሰላም ከመይ ኣለኹም ተኸታተልቲ ኳሊቲ ሚድያ፣ ሎሚ ዝተዳለዉ ሓደሽትን ኣገደስትን ሓበሬታታት ሒዝናልኩም ቀሪብና ኣለና ክነስምዓኩም። ኣብ ሃገረ ሰላም ብሰንኪ ዝተኻየደ ሓያል ወታደራዊ ግፋ ኲናት ተወሊዑ፣ ኣገልግሎት ኔትወርክን መብራህትን ድማ ተዓጽዩ ኣሎ። ኣብ ወረዳ ደጉዓ ተምቤን ከተማ ሃገረ ሰላም ትማሊ ትሽዓንተ ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ንኣባላት ኣርሚ ሱሳ ዝወከሉ ዕጡቓት ገጽ መሸፈኒ ብምግባር ብዘካየድዎ ግዱድ ወተሃደራዊ ግፋ ስዒቡ ምስ ህዝቢ ሓያለ ግጭትን ናይ ተኩሲ ልውውጥን ተፈጢሩ። ነዚ ፍጻመ ስዒቡ ኣብ መላእ ተምቤን ኣገልግሎት ቴሌኮምኒኬሽንን መብራህትን ብምቁራጹ እቲ ዞባ ካብ ዓለም ተገሊሉ ይርከብ። ካብቲ ከባቢ ብፍላይ ብመንገዲ ሳፋሪኮም ዝረኸብናዮ ሓበሬታ ከም ዝሓበሮ፣ እቶም ወታደራዊ ግፋ ንምፍጻም ዝተዋፈሩ ዕጡቓት ደቀይ ኣይግፈፍን ብምባል፣ ደው ዝበላ ኣዴታትን ቆልዑን ብበትርን ብሰደፍ ጠበንጃን ብምውቃዕ ከቢድ ኣካላዊ ጉድኣት ኣብጺሖምሎም ኣለዉ። በዚ መጥቃዕቲ ዝቖሰላ ብርክት ዝበላ ኣዴታት እውን ኣብ ሆስፒታል ኣትየን ሕክምናዊ ሓገዝ ይረኽባ ኣለዋ። እቲ ወታደራዊ ሓይሊ ነቲ ጻዕሪ ንምስላጥ ካብ ኣርሚ ዕስራን ክልተን ተወሳኺ ናይ ሓገዝ ዕጡቓት ብምምጻእ ኣብ ሃገረ ሰላም ከም ዝተራገፈ ድማ ተፈሊጡ ኣሎ። ነዚ ስዒቡ ህዝቢ እቲ ዝተገፈፈ ደቁ ንምፍታሕ ናብ ኣደባባይ ብምውጻእ፣ ሓያል ተቓውሞ ዘስምዕ ዘሎ እንትኸውን፣ እቲ ናይ ቶክሲ ድምጺ ዝሰምዐ ህዝቢ ካብ ከባብታት ማህበረስላሴ፣ ዓዲ ዓሚቑን ኩናለን ብበዝሒ ናብቲ ቦታ ይውሕዝ ከምዘሎ ተፈሊጡ። ኣብ ሃገረ ሰላም ሓያል መብራህትን ኔትወርክን ብምቁራጽ ብምኽንያት እቲ ዝሰዓበ ጸልማት ክንደይ ዝኣክል ሰባት ከምዝቖሰሉን ከምዝተቐተሉን ንምፍላጥ ኣጸጋሚ ኮይኑ ኣሎ። ክሳብ ሕዚ ልዕሊ ዓሰርተ ሓሙሽተ ናይ ጠያይቲ ድምጺ ከምዝተሰምዐ ድማ ተረጋጊጹ። ከንቲባ ከተማ ሃገረ ሰላም ኣኼባ ኣሎ ብዝብል ጉልባብ ብወረቐት ጸዊዑ ንግፋ ትቃወሙ ኢኹም ብምባል ሰላሳ ንትሽዓንተ ዝኾኑ ነበርቲ ከሰማ ኣብ ቤት ጽሕፈት ሕርሻ እታ ወረዳ ኣሲርዎም ውዒሉ ኣሎ። ነበርቲ እቲ ከባቢ ነዚ ኣብ ልዕሊ ህዝቢ ሃገረ ሰላም ዝፍጸም ዘሎ ተሪር ወታደራዊ ስጉምቲ ቀይሕ ራዕዲ ክብሉ ይገልፅዎ ኣለዉ። እዚ ምስቲ ኣብ ትግራይ ፀዲቑ ዘሎ ሓድሽ ናይ ግዴታ ዕስክርና ኣዋጅ ተኣሳሲሩ ዝመፀ ግጭት ኣብቲ ዞባ ዘሎ ህዝባዊ ሻቕሎትን ተቓውሞን ናብ ዝለዓለ ደረጃ ዘሰጋገረ ተኣፋፊ ፍፃመ ኮይኑ ኣሎ። ተስፋዬ ንጉስ ራያ ብፌደራል ሓይልታት ተታሒዙ ናብ ዘይተፈለጠ ቦታ ከም ዝተወሰደ ተገሊፁ። ካብቶም መስረትቲን ዝተፈላለዩ ምንቅስቓስ ሓራ መሬት ዝኾነ ተስፋዬ ንጉስ፣ ተስፋይ ራያ፣ ብትእዛዝ እቲ ስምረት ዝተብሃለ ምንቅስቓስ ትማሊ ብሓይልታት ፌደራል ተቐጥቂጡ ናብ ዘይፍለጥ ቦታ ከም ዝተወሰደ ካብ ውሽጢ ዓዲ ዝረኸብናዮ ሓበሬታ የረድእ። ካብቶም ቀንዲ መስረትቲን መራሕን ምንቅስቓስ ሓራ መሬት ሓደ ኮይኑ እዚ ማእሰርቱ ምስቲ ኣብ ትግራይን ከባብታት ራያን ዘሎ ህዝባዊ ሕቶታትን ዶባዊ ምስሕሓብን ውሽጣዊ ቃልሲ ስልጣንን ዝተኣሳሰረ ምዃኑ ይግለጽ ኣሎ። ተስፋይ ንጉስ ኣብዚ ሕዚ እዋን ብሓይልታት ፌደራል ንክእሰር ዝገበሮ ቀንዲ ምኽንያት ክልተ ዓበይቲ ፖለቲካዊ ቅዋማቱ ከምዝኾኑ ድማ ተፈሊጡዮ። እቲ ሓደ እቶም ንሱ ኣረግቶት ብምባል ዝጸውዖም ነባር ፖለቲካዊ ኣመራርሓ ስልጣን ንሓደሽቲ መናእሰይ ኣረክቡ ዝብልን ትግራዋይ ምስ ትግራዋይ ዳግማይ ናብ ውድድርን ውግእን ክኣቱ ዮብሉን ብዝብል ቁርፂ ዘረባ ብምዝራቡ ዩ እቲ ቅዋሙ ምስቶም ኣብ ኣዲስ ኣበባ ዘለዉ ምስ ሓይልታት ፌዴራል ዝተፀግዑን ፖለቲካዊ ተዋሳእቲ ዝተፈጠረ ኮይኑ ንኽልቲኦም ወገናት ኣብ ዘይዕረቕሉ ብርኪ ከም ዘብፅሖም ይግለፅ ኣሎ። ተስፋይ ንጉስ ቅድሚ ሕዚ ኣብ መንጎ ዓፋርን ትግራይን ዘሎ ርክብ ንምዕራይ ህዝባዊ ረብሓ ንምሕላው ኣብ ዓፋር ምንቅስቓስ ኣጣይሹ ከም ዝነበረ ይፍለጥ እዩ። ይኹን እምበር እዚ ምንቅስቓስ እዚ ብውልቀ ሰባት ንናይ ገዛእ ርእሶም ቁጠባውን ፖለቲካውን ረብሓ ከም ዝተጨውየን ውልቀ ሰባት ብስም እቲ ምንቅስቓስ ብገንዘብ ከም ዝነገሱን ብተደጋጋሚ ከቃልሕ ጸኒሑ እዩ። ብምኽንያት እዚ ትብዓቱ ኣብ ዝሓለፉ እዋናት ብጀነራል ፃድቃንን መሻርኽቱን ተወጊኑ ኣብ ትሕቲ ቤት ማእሰርቲ ተገይሩ ከምዝነበረን ሕዚ ድማ እቲ ወጥሪ ገዲዱ ብሓይልታት ፌዴራል ናብ ማእሰርቲ ከምዝተሰጋገረ ምንጭታትና የረጋግፁ። እዚ ምንቅስቓስ ሓራ መሬትን ራያን እቶም ኣብ ዙርይኡ ዘለዉ መራሕትን ዝገጥምዎ ዘለዉ ማእሰርትን ወጥርን ኣብቲ ዞባ ሓደገኛ ምዕባለታት ከምፅእ ከምዝኽእል ተንተንቲ ይገልፁ። ኣብ ቀረባ እዋን ፖለቲካዊ ምስሓብ እናገደደ ብምዃኑ ክሳብ ቅንጸላ ናይ ህይወት ሓደጋ ዝበጽሕ ስጉምትታት ክረኣ ከም ዝኽእል ድማ ተወሰኽቲ ሰባት እውን ኣብ ትሕቲ ቁጽጽር ክኣትዉ ከም ዝኽሉ ስግኣታት ይስማዕ ኣሎ። ጀነራል ታደሰ ወረደ ኣብ ትሕቲ ናይ ገዛ ማእሰርትን ጽኑዕ እገዳ ምንቅስቓስን ከም ዝርከብ ተጋሂዱ። ብመሰረት ውዕሊ ፕሪቶርያ ልዕሊ ሓደ ዓመት ክልል ትግራይ ክመርሕ ምስ ዝፀንሐ ግዝያዊ ምምሕዳር ተኣሳሲሩ ሌተናል ጀነራል ታደሰ ወረደ ካብ ስልጣኑ ብዘይ ፍቓድ ካብ ዝእለ ጀሚሩ ኣብ ትሕቲ ፅኑዕ ናይ ገዛ ማእሰርትን እገዳን ከምዝርከብ ተፈሊጡ። ኣብዚ ቀረባ መዓልታት ምስ ዝበጽሐ ናይ ኣሜሪካ ኣምባሳደር ኤርቪን ማሲንጋ ብኣካል ከይራኸብ ብወታደራዊ ሓይሊ ትእዛዝ ምስ ተመሓላለፈል'ዩ ዕድመ ስልጣን ግዝያዊ ምምሕዳር ትግራይ ንተወሳኺ ሓደ ዓመት ብመንግስቲ ፌደራል ክነዋሕ እንከሎ፣ ህወሓት ነዚ በይናዊ ውሳነ ብምባል ብምንጻግ ካብ ሰላሳ ሚያዝያ ጀሚሩ ነቲ ምምሕዳር ብምፍራስ በቲ ቅድመ ኹናት ዝነበረ ካቢኔ ከምዝትካእ ገይሩ ኣሎ። ካብቲ ዕለት እቲ ጀሚሩ ጀነራል ታደሰ ወረደ ኣብ ኩነታት ቀይዲ ከም ዝርከብ እቶም ንድሕንነቶም ክብሉ ኣስማቶም ዘይገለፁ ናይ ቐረባ መቕረባቱ ይገልፁ። ኣምባሳደር ኣሜሪካ ኤርቪን ማሲንጋ ናብ መቐለ ኣብ ዝገበሮ ዑደት ምስ ጀነራል ታደሰ ወረደ ሰዓት ሓሙሽተ ድሕሪ ቐትሪ ክራኸብ ቆጸራ ሒዙ ነይሩዮ። እንተኾነ ግን እቲ ቆጸራ ክበጽሕ ሓደ ሰዓት ጥራሕ ምስ ተረፎ ካብ ሓላፊ VIP ሓለዋ ቢሮ ሰላም ጸጥታን ናብቶም ዋና ሓለውቲ ጀነራል ታደሰ ወረደ ስልኪ ተደዊሉ ጽኑዕ መምርሒ ተመሓላሊፉ ምንም ዓይነት ዕጀባ ከይትገብሩ ምንም ዓይነት ምንቅስቃስ ከይንቀሳቀስ መኻይን ከይወጻ ነዚ ድማ ንባዕሉ ጀነራል ታደሰ ኣፍልጥዎ ነዚ መምርሒ እዚ ጥሒስኩም ዝኾነ ምንቅስቓስ እንተጌርኩም ድማ ካልእ ክዓግተኩም ዝኽእል ሓይሊ ኣሎ። ጀነራል ታደሰ ወረደ ነቲ ትእዛዝ ብምንጻግ ባዕለይ መኪና ገኒሐ ክኸይድ እየ ኢሉ ተበጊሱ እኳ እንተነበረ፣ ኣባላት ስድራቤቱን ሓለውቱን ግን ምስቲ ዘሎ ወጥጣሪ ኩነታት ዝኸፍኣ ሓደጋ ከይፍጠር ብምስጋእ ከይወጽእ ተማሕጺኖም ኣዕጊቶምዎ ኣለዉ። ኣብ መወዳእታ እቶም ኣምባሳደርን ጀነራል ታደሰን ንዒስራ ደቓይቕ ዝኣክል ብስልኪ ጥራሕ ክዘራረቡ ተገዲዶም እዮም። ጀነራል ታደሰ ካብ ሰላሳ ሚያዝያ ጀሚሩ ናብ ቤት ጽሕፈት ፕሬዝዳንት ከይዱ ኣይፈልጥን፣ ምስቶም ብዶክተር ደብረጽዮን ዝተተክኡ ሓደሽቲ ሰበ ስልጣን እውን ዝኾነ ርክብ ኣይገበረን። መብዛሕትኡ ግዜኡ ኣብ ገዝኡ መጻሕፍቲ ብምንባብ ዘሕልፎ ክኸውን እንከሎ፣ ሓሓሊፉ ድማ ናብ ጥቓ ገዝኡ ዝርከብ ናይ ውልቀ ቤት ጽሕፈቱ ክኸይድን ኣብ ፕላኔት ሆቴል ሰባት ክረክብ እኳ እንተፈተነ'ውን፣ እዚ ኩሉ ብፍቓድን ብጽኑዕ ናይ ጸጥታ ቁጽጽር ህወሓት ዝግበር'ዩ። ዛጊድ ኣባላትን ሓለውትን መኪንኡ ምስኡ እኳ እንተሃለዉ፣ ብዘይስሩዕ መንገዲ ግን እቲ ናይ ሓለዋ ቁጽጽር ከምዝቐነሰን መኻይን ከም ዝውሰዳን ብቐረባቱ ይሰምዑ ከም ዘለዉ ገሊጾም። እዚ ኣብ ልዕሊ ጀነራል ታደሰ ወረደ ዝተወሰደ ስጉምቲ፣ እቲ ኣብ ትግራይ ዘሎ ውሽጣዊ ፖለቲካዊ ምስሕሓብ ናብ ዝለዓለ ብርኪ ወጥሪ ከም ዝሰገረ ዘርኢ'ዩ። ሓለፍቲ ህወሓት ነቲ ብውዕሊ ፕሪቶርያ ዝቖመ ግዝያዊ ምምሕዳር ብምፍራስ፣ ስልጣን ናብቲ ቅድመ ኲናት ዝነበረ ካቢኔ ከም ዝምለስ ምግባሮም ስዒቡ፣ ኣውሓስቲ እቲ ውዕሊ ዝኾና ኣሜሪካን ሕብረት ኣውሮፓን ነቲ ስጉምቲ ብምኹናን ኣብ ልዕሊ ገለ መራሕቲ ህወሓት ናይ ቪዛ እገዳ ኣንቢረን እየን። ብተወሳኺ ኣብቲ ክልል ዝጸደቐ ሓድሽ ወተሃደራዊ ኣዋጅ ስዒቡ ዝካየድ ዘሎ፣ ግዱድ ዕስክርና ኣብ ልዕሊ ህዝብን መናእሰይን ከቢድ ሻቕሎት ፈጢሩ ኣሎ። ኣይተ ገብሩ ኣስራት ህወሓት ካብ ኣምባገነንነት ናብ ኣሸባሪነት ተሰጋጊሩ ኣሎ። መናእሰይ ድማ ናብ ኲናት ይሸይጥ ኣሎ ክብል ተዛሪቡ። ናይ ቀደም ፕሬዚዳንት ክልል ትግራይ ኣይተ ገብሩ ኣስራት ኣብ ዝሃቦ መግለፂ ቅድሚ ሕዚ ብኣምባገነንነት ጥራሕ ዝግለፅ ዝነበረ ህወሓት ኣብዚ ሕዚ እዋን ናብ ኣሸባሪነት ከም ዝተሰጋገረ ገሊፆም። ኣይተ ገብሩ ኣስዒቡ እውን ህወሓት መናእሰይ ትግራይ ናብ ኲናት ሱዳን ይሸይጥ ከም ዘሎ ብምኽሳስ እዚ ተግባር እዚ ካብ ሻዕብያ ዝወረሶ ናይ ኣሸበርቲ ስራሕ ምዃኑ ገሊፁ እዩ። ኣይተ ገብሩ ኣስራት ከም ዝሓበሮ፣ መንግስቲ ኤርትራ ንህዝቢ ትግራይ ንምጥፋእ ዝነበሮ ሕልሚ ብስምምዕነት ሰላም ፕሪቶርያ ከም ዝፈሸለ ብምዝኽኻር፣ እቲ ስምምዕ ምስ ተፈረመ እውን ሻዕብያ ብወግዒ ተኾሊፍና ከም ዝበለ ዘኻኺሮም። ይኹን እምበር ሻዕብያ ሕዚ እውን እንተኾነ ንትግራይ ማእኸል ኲናት ንምግባር ዘለዎ ውዲት ከም ዘየቋረፀ ዝገለፁ ኣይተ ገብሩ፣ ሻዕብያ ሕዚ እውን ትግራይ ማእኸል ኲናት ንምግባር ብሽም ፅምዶ ምስ ዘይሕጋዊ ጉጅለ ተፀሚዱ ህዝቢ ትግራይ ንምጥፋእ እናሰርሐ ይርከብ ኢሉ። ኣይተ ገብሩ ኣስራት ብተወሳኺ ኣብ ልዕሊ መሪሕነት ህወሓት ከቢድ ኽሲ ዘቕረቡ ክኸውን ከሎ ህወሓት ኣብዚ ሕዚ እዋን መናእሰይ ትግራይ ናብቲ ኣብ ሱዳን ዝካየድ ዘሎ ኲናት እናሸጠ ከምዝርከብ ኣቃሊዖም። እዚ ተግባር እዚ ድማ ካብ መሻርኽቱ ሻዕብያ ዝወረሶን ብሄራዊ ድሕነት ህዝቢ ትግራይ ሓደጋ ዘእቱ ከምዝኾነ ገሊፆም። እዚ ናይ ኣይተ ገብሩ ኣስራት መግለጺ ኣብ ትግራይ ዘሎ ውሽጣዊ ፖለቲካዊ ምስሕሓብን ኣብ መንጎ ነባራት መራሕቲ ዘሎ ህፍሕፍሕ ናብ ዝኸፍአን ዝተሓላለኸ ምዕራፍን ይስጋገር ከም ዘሎ ዘርኢ ምዃኑ ፖለቲካዊ ተንተንቲ ይገልጹ። ዳታ ሕብረት ኣውሮፓ ኣብ ወርቂ ሱዳን ማዕቐብ ኣንቢሩ ኣሎ። ባይቶ ሕብረት ኣውሮፓ ነቲ ናይ ኲናት ቁጠባ እታ ሃገር ንምድኻምን ነቲ ቐጺሉ ዘሎ ግጭት ዝምውለሉ ናይ ገንዘብ ምጭ ንምቕናስ ብምሕሳብ ካብ ሱዳን ዝመጽእ ወርቂ ኣብ ምግዛእን ምእታውን ወይ ምጉዓዝ ማዕቐብ ኣንቢሩ ኣሎ። እዚ ማዕቐብ ካብ ሱዳን ዝመጽእ ወርቂ ኣብ ምግዛእ፣ ናብ ሃገር ምእታው ወይ ምጉዓዝ ዝተነበረ ሙሉእ እገዳ ክኸውን ከሎ ኣብ መስርሕ ዕደናን ምጽራይ ወርቅን ብሰፊሑ ከብድሑ ዝውዕሉ ኬሚካላት ሜርኩሪ፣ ሲያናይድ፣ ንሱዳን ምሻጥ፣ ምቕራብ፣ ምትሕልላፍ ወይ ምልኣኽ እውን ይኽልክሉ እዮም። ብተወሳኺ እቲ ሕብረት ምስ ኣቕርቦት ወርቅን እዞም ኬሚካላትን ዝተኣሳሰረ ቴክኒካዊ ሓገዝን ፋይናንሳዊ ደገፍ ምግባር እውን ሙሉእ ሙሉእ ኣጊዱ ኣሎ። ክቡራት ተኸታተልቲ ኳሊቲ ሚድያ ሎሚ ዝተዳለዉ ሓደሽቲ ሓበሬታታት ነዞም ዝተኸታተልኩምዎም ይመስሉ ነይሮም። ነቲ ሰናይ ምክትታልኩም ድማ ኣዚና ኢና ነመስግን። ሰላም።